ኣብ ገዛኻ እቲኻ ደናቁር ኣብ ገዛኻ እቲኻ ኣይትፀረፍ በዚ ደንቆሮ እዚ እዚስ ንመን እዩ ክፀርፍ ገዛኻ ምስ ፀፈሸካ እምበኣር ሕጂ እንዳሰብ እንዳሰብ ክትዘውር ጀሚርካ ኣንታ ሸላ ንምሳኻ ፍቅሪ ሕዘን ኣሎ
ኣንቲ ፍቅሪ ዳዲኑ ፍቅሪ እኮ ነሩ እኮ ሳክት እኮ ኣይሲ ለሞግሞግ ኢልና እምበር ኮይና ትረዳኽኒ ፍቅሪ እኮ ነሩ ኣብ ጀርመን ሓደ ኣቦ ኤርትራዊ ንጓል 12 ዓመት ጓሉ ኣጥኒስዋ እዩ ኣብ ቅድሚ ሓሱታ ብኻራ ገይሩ ጎረርኣ ሃሪምዋ ቀቲልዋ ደም ኣብ ሩባ ጉሒፍዋ ሰላም ሰላም ሰላም ፋሚሊ ናይ ሳሚ ሪያክት ቤተሰበይ ሃመይ እኒኦኹም ተመሊሰ መፅየ ኣለኹ ክብል ይደሊ ሎማዓንቲ ድማ ብኣዝዮም ዘገረሙ ሓደሽቲ ትኩሳት መስሐቆ ልኾኑ መገረሞይ ልኾኑ ቪድዮታት ሒዘ መፅየ ኣለኹ ንስኹም ድማ ነታ ቻናል ሰብስክራይብ ንታ ቪድዮ ድማ ላይክ ብምጋር ናይ ሳሚ ሪያክት ቤተሰብ ቻናል ኣባል ክትኾኑ ኣዘየ ዝላቦ ማለት እዩ ኩላትና ላይክ ናገርና ስንጀምራ ላይክ ናገርና ላብቲ ፈለማይ ዝኾነ ቪድዮና

ሂወት ዕውርቲ እያ ደጋጊመ ነግረኩም ኣለኹ ሂወት ዕውርናኣ ክንድምታይ ርሕቐት ምዃኑ ንኽረዳኣኩምሲ ሓጻር ኣምነ ድኽበኩም ወላ ተመርዒኻ ከለኻሲ ምስ መን ክትምርዖ ከም ዝነበረካስ ድሒራ ተረደእካ ኣይገርመኩም ክሳብ ክንዲ ዝርሕቐት ድንቁርና እዩ ዘለዋ ብሕጽር ዝበለ እቶም እንታይ ዓይነት መጽሓፍ ክንንብብ ሂወት ክንርዳእ ዘለና ምርዳእ ኣብያትና ከመይ ጌርና ክንርዳእ ገለ ትብሉ ሓጻር ኣብነት ደኽበኩም ሓጻር ምኽሪ ክበኩም ተጸበዩ በዝን በዝን ጉንዲ እዝንኹም ስጋዕ ጹጥ ዝብለኩም እንተለካዓኩም ተጸበይዋ ግን ሜክ ሹር ጉንዲ እዝንኹም ምስ ለካዓትኩም ቀልጢፍኩም ዓይንኹም ክፈትዎ ምክንያቱ ሰብ ዝያዳ ምስ ተጎደ እዩ ዓይኑን ልቡን ዘኽፈት እዮም ዝብሉ ስለዚ ቅልጥፍ ኢልኩም ወይ ከኣብ ጌርኩም ነተን ካልኦት ጌጋ ንኸይደግሙ ጃምፕ ንምግባር ክሕግዘኩም እዩ ጃምፕ ዶ ጌርያ እዛ ዘረባ ካበይ ናበይ ካብ ሳንጹ ናብ ሳንዱቕ ካብ ሳንዱቕ ናብ ስንዝዋንጹ ተሞይታ ከምቲ ልሙድ ቅበር መቅበሪ ክሰደኩም እየ ባዕለይ ፀገም የለን መቅበሪ ንኩላትኩም ክምውለኩም እየ ንኪድ ሳሚ መጀመርያ እስከ ኣተዓባብያኻ ሳሚ ኣበይ ተወሊድካ እስከ ኣሕፅረኒ ኢልካ ኣለኒ። ኣነ
ኣብ ሳሕል እየ ተወሊደ ኣብ ሳሕል ሸንኮለት ዝባሃል ቦታ እየ ተወሊደ ክውለድ ከለኩ ግን ከቢድ ኣዋላልዳ ዝተወለድኩ። ሰበ ኣቦይን ኣደይን ከኣ ተጋደልቲ ስንኩላን እዮም። ኣደይ ከኣ ተሃሪማ እንከላ ከብዳ እዚ ተተርቲሩ እንከሎ በቲ ዘጋጠመ በርከ መጀመርያ ንዓይ ክትሰደኒ ንዊሕ ግዜ ዝጸዓረት ኣደያ ክትሰደኒ ደልያ በቃ በርከ ንሳ ክትቃለስ እያ መጽያ ክትቃለስ እያ መጽያ እምበር ክትወልድ ኣይመጸትን ናብ ህዝባዊ ግንባር ሕጂ ግድነት ኣነ ክውለድ ኣይብለይ ስለዝኾነ ብዙሕ ግዜ ንዓይ ክንክሰደኒ ብዙሕ ፅዒረ ግን ኣይኮነን ከምኡ እንዳበልኩ ናብ ትሽዓተ ወርሒ ስለዝሰገርኩ ንዓይ ሓቢኣ እውን ናብ ምስታ ማርቸርስ ትኸይድ ነበረት ተሰቂላ እንዳኸደት ከላ ከዓ በቲ ነታጊ በቲ ከዓ ተወሳኺ ብብረት ስለዝተሃርመታ ታንኪ ኩሉ ሙሉ ፋሕፋሕ ኢላ ሓደጋ ስለዘጋጠማ በቲ ነታጉታ እቲ ናይ ታንኪ ዝነበረ ንዓ በቲንዋ መሊሱ ከዓ ብጥይት ከዓ ክትህረም ስለዝፀንሐት ማለት እዩ ኩሉ ሙሉ ኣብኡ ዝጸንሐ መንእሰይ፣ ኣብኡ ዝጸንሐ ተጋዳላይ ከኣ ብምሉኡ እቲ ዝስዋእ ተሰዊኡ፣ እቲ ዝቖስል ቆሲሉ፣ እቲ ዝስንክል ሰንኪሉ፣ ከም መዓል ኣደይ ከኣ ካብቲ ዝነበረ መከራ ድሒነን ከኣ ብቓሬዛ ንዓይን ነደይን ኣነ በዚ እግረይ ወጺኡ በዚ ከኣ ኣደይ ኡይ እንዳበለት ምስዚ ዘለዋ ቃንዛ ሃለዋት ኣጥፊኣ ማለት እዩ ናብ ሸንኮለት ዝበሃል ሕክምና ተወሲደ ማለት እዩ። ኣብ ሸንኮለት ትፈልጥዎ ተኾንካ ትገብሮ ከምዚ ናትካ ሕክምዎ ንዕኡ ብጾታ ተሰኪሞም ኣብኡ ብምብጻሕ ኣነ ኣነ ሳሙኤል ማለት እዩ ኣብዚ ግዜ እዚ ማለት እዩ ኣደይ ብክንደይ ሽግር ንዓይ ትወልደኒ ማለት እዩ።
ኣፍቃሪት ምሓዝ ወይ ኣፍቃሪ ምሓዝ ብጣዕሚ ቀሊል እዩ እቲ ዝቐለለ ነገር እሱ እዩ ነታ ሒዝካያ ዘለኻ ኣፍቃሪት ምሳኻ ክትቅጽል ወይ ምሳኻ ክትጸንዕ ነዊሕ ዓመት ነቲ ሒዝክሞ ዘለኹም ሪሌሽንሽፕ ወይ ድማ ሓዳር ከተቐጽሎ ግን እታ ብጣዕሚ ከቢድ እንታይ እዩ ከቢድ ዝገብር ቢካዝ ንሰብ ንኸፍቅረካ ኢኖ ዩ ከም ፌክ ፌክ ክትገብር ትኽእል ኢኻ ነቲ ፌክ ዝኾነ ንስኻ ዝረኣኻዮ ወይ ድማ ንስኻ ኮንካዮ ዘለኻ ወይ ንስኺ ኮንክዮ ዘለኺ ትርእዮ ዘለኺ ደጋዊ ክኸውን ይኽእል፣ ኣዘራርባኻ ክኸውን ይኽእል፣ ምቅብጣር ክኸውን ይኽእል። ነዚ ነገር እዚ ሒዝካዮ ክትቅጽል ግን ከቢድ እዩ። እቲ ምንታይ ሪልነስ ሓትዩ እቲ ናይ ብሓቂ ቨርጅን ናትካ ኣብ ሪሌሽንሽፕ ምስ ኣተኻ ወይ ኣብ ሪሌሽንሽፕ ምስ ኣተኺ እኮ እቲ ናይ ብሓቂ ንስኺ እዩ ዝግለጽ። ነቲ ናይ ብሓቂ ንስኻ ከኣኒ ቀሊል ኣይኮነን። ብዙሕ ዳርክ ሳይድ ኣለና። ብዙሕ ንሕና ንባዕልና ዘይንኾርዓሉ ሳይድ ክፋል ኣለና። ነዚ ተቐቢሉ እቲ ሰብ እቲ ክኸይድ እስኻ ከኣ ነይቲ ካልኣይካ ወይ ናታ ካልኣይትኻ ናይታ መጻምድኻ ሽዑ ሒዝካያ ዘለኻ ንዕኡ እንዳርኣኻ ኣክሰፕት ጌርካያ ንዕኡ ክትከይድ ምስ ኣንበርካ ኩሉ ሰብ ኢኖ ዝፈረሰ ክፋል ኣሎ ወይ ድማ እንተ ብትሮማ እንተ ብዝተፈላለየ መንገዲ ገለ ክፋሉ ፈራስ ኣሎ። ገለ ክፋሉ ዝተጎድእ ኣሎ ነዚ ኩሉ ሒዝካ ኣሎ ክትከይድ ከም ዘለዎ ክትቅበሎ ቀሊል ኣይኮነን ዳትስ ዋይ ብዙሕ ሰብ ንክፋቅር ቀሊል እዩ ንዑ ኣብቲ ፍቅሪ ንክቅጽል ብሓንሳብ ኮይኑ ግን ከቢድ እዩ ነታ ንክተፍቅራ ሓንቲ ጓል ወይ ከም ተፍቅረካ ንክትገብራ ቀሊል ወይ ድማ ንሓደ ወዲ ከም ዘፍቅረክ ንክትገብረ ቀሊል ኣፍቂረኪ ምሳኺ ክቅጽል ክትገብረ ግን ኢትስ ሃርድ ኣታ ኤማ ሓወይ ኣድሚን ሃበኒ ኣድሚን ሃበኒ ጥራሕ ኣድሚን ሃበኒ ከይውርድኒ

ከይትዓጽወና ሓንሳብ ጽናሕ ኣብ ገዛኻ እቲኻ ደናቁር ኣብ ገዛኻ እቲኻ ኣይትጸረፍ በዚ ደንቆሮ እዚ እዚስ ንመን እዩ ክጸርፍ ገዛኻ ምስ ጸፈሸካ እምበኣር ሕጂ እንዳሰብ እንዳሰብ ክትዘውር ጀሚርካ ኣታ ኮሳስ ንስኻ ስኒ ዋጋ ደዲ ከፈላ ኣንስቲ ኣብ ማስ ሜድያ ከምፅኻ ንስኻ ፍፁም ፍፁም ኣይትኽእልን ኢኻ ዋጋ ብወረቀተን ዋጋ ብሂወተን ዋጋ ብንዋተን ዋጋ ብሓዳረን ዝኸፈለኣ ኣብ ማስ ሜድያ ከምፂኻ ክተዋርድ ትውዕል ኢኻ ኣንታ ደንቆሮ ድርባይ ኣብዚ ስ እንታይ ክትገብር ኢኻ ትመፅእ ንስኻ እንታይ ፅዓት ኣለካ ኢኻ ከንኤ ኣንታ ሸላሊ ምሳኻ ፍቅሪ ሕዘን ኣሎ
ኣንቲ ፍቅሪ ዳዲኑ ፍቅሪ እኮ ነይሩ እኮ ሳክት እኮ ኣይሲ ለሞግሞግ ኢልና እምበር ኮይና ትረዳኽኒ ፍቅሪ እኮ ነይሩ
ምሳኻስ በቃ ሰሓቕ ጻውቲ ጥራይ እኳ እየ ኩሉ ግዜ ንስኻ ንዓይ የፍቅረካ ኣለኹ ናይ ክንደይ ናይ ልበይ
ብሓቂ
ኩሉ ነገር
ድሚተ ኮናተ እኳ ክንምነ እኮ ኮይና ግን ድዕያ ዓለም ጽልምት ኢላ ትምርም ኮላ ኣይጸልምካ ዓለም ባዴና ገርና ክነብር ኮይና ኣይጸልምትካ ሸላ ዓይኒ ብሓቂ ቁምነገር ተታሓሒዝና ንምስኻን በዚ ፍቅርና ዓለም ብርሃን ክንገብራ ኢና።
ብሃቂ እኮ ፍቅር እኮ ክዲኖ ከምዚ ከማይ እኮ ክማኣ ሃኒ ክገርመኪ
ዩ ሜሪ ሚ ኣይ ሜሪ ዩ ያ

ኮንዩ ደለ እቲ ጉዳይ ከምይ ደለ። ኣብ ጀርመን ሓደ ኣቦ ኤርትራዊ ንጓል ዓሰርተ ክልተ ዓመት ጓሉ ኣቅኒስዋ እዩ። ኣብ ቅድሚ ሓዙታ ብኻራ ጌሩ ጎረረኣ ሃሪምዋ ቀቲልዋ ደም ኣብ ሩባ ጉሒፍዋ። ስድራኹም ሞስቦ ኣይትኽልእዎም እንዳ ኩስቶም ድዮም ደም ኣለዎም ከይትበሃሉ ተጠንቀቁ። ኣዴኺ ናትኪ መርዓ እያ ትደሊ ዘላ ናትኪ ኣበባ እያ ትጽበ ደላ ዕልል ክትብል።

ንመዘከርታ ከማን ሽንክ ንጓሉ ኣይጽውዓን እዩ ኣብ ኣፍሪቃ ዘለዋ ደቂ ኣንስትዮ ተጠንቀቅለን ሎሚ ሰብኣይኪ ኣይቀተለክን ሎሚ ካብ ሰብኣይኪ ኣምሊጥኪ ሎሚ ውላድኪ ኣብ እንዳ ሕጊ ኣይወሰደክን ቆልዓ ስለ ዘሎ ጽባሕ ንግሆ ግን ውላድኪ ቀታሊኪ ከይከውን ውላድካ ቀታሊካ ከይከውን ተጠንቀቅ። እሺ ቤተሰን ሎምዓንቲ ዝሓዝኮም ቪድዮታት እዚኦም ይመስሉ ነይሮም ኣብ ዝቅጽል ብሓደሽቲ ትኩሳት እና መዘራረቢ ዝኮኑ ዛዕባታት ሒዘ ክምለስ እየ ንስኩም ግን subscribe ሼር ላይክ ብምግባር ናይ ሳሚ ሪኣክት ቤተሰብ ክትኾኑ ኣዝየ እየ ዝላቦ ማለት እዩ ኩሉኹም ላይክ ሰብስክራይብ ግበሩ ኢኹም ሰላም።